መርሓባ መርሓባ ቀጺልና ኣብዚኣ እንታይ ክንምሃር ኢና ብዛዕባ እንታይ ክንምሃር ኢና ብዛዕባ ጂኦሜትሪ ንምሃር ኢና ቮካብላሪ ናይ ኣሃ ጂኦሜትሪ ቮካብላሪ ናይ ጂኦሜትሪ ክንምሃር ኢና እዛ ናብ ታሕቲ ዘለዋ ዝቕፅላ ማለት እየ ጂኦሜትሪ ቮካብላሪ ብትግርኛ ድማ ቃላት ናይ ጂኦሜትሪ ብዛ ቃል እዚኣ ክንጅምር ኢና ቀስቲ ቀስቲ ማለት እንታይ ማለት እዩ ኢን እንግሊሽ ቀስቲ ሚንስ ኣርክ ኣርክ ኢዝ ኦኬ ለት ሚ ኢንሰርት ዲስ ዋን ሶ ዛት ሶ ዛት ዊ ካን ሲ ዚስ ኦኬ I will make it maybe perhaps I change the color

ሶ ብሓደ ሕንፃፅ እንድሕር ተቆሪፀ እታ ዝነኣሸት ክፋል ማይኖር ኣርክ ትበሃል ወይ ድማ ንኡስ ቀስቲ እታ ዝዓበየት ድማ እንታይ ትበሃል ግዙፍ ቀስቲ ትበሃል ግዙፍ ቀስቲ ብእንግሊሽ ንኡስ ቀስቲ ሚንስ ማይኖር ኣርክ ግዙፍ ቀስቲ ማለት መዥር ኣርክ ኦኬ ሶ ከምዚ ጌርና ኢና ንፈልዮ እዚኣ ግን ኩላ እንታይ እያ እዚኣ ዓንኬል ዓንኬል ማለት ሰርክል ማለት እዩ ኣራይ ሶ እዚኣ ኣይትረስዕዋ ነጥቢ ክንብል ከለና ድማ ፖይንት ዶት ማለት እዩ ሓፂሩ ነጥቢ ኣብዚኣ ኣበይ ከመልክተ እዚኣ ነጥቢ ነጥቢ ንብላ እዚኣ ኢና ቀፂለ ድማ ዋልታ ዋልታ ትብል ቮካብላሪ ክንርኢ ኢና ዋልታ ማለት ብእንግሊሽ ፖል ኢን እንግሊሽ ኢዝ ፖል ዋልታ ኢን ትግርኛ ፖል ኢን እንግሊሽ ኣብዚ ስእሊ ከመይ ክንሪኣ ንኽእል ዲስ ፖይንት ኢዝ ኮልድ ኖርዝ ፖል ን ዲስ ኢዝ ሳውዝ ፖል ሰሜናዊ ዋልታ ደቡባዊ ዋልታ እባሃል እዚ ኣብዚኣ ድማ ቀጺልና እንታይ ክንርኢ ኢና ድምረት ድምረት ማለት ክልቲኤን መስመራት ዘራኸባላ ጃንክሽን ማለት እዩ እዚ ጃንክሽን ምድማር ይበሃል ጃንክሽን እዚ ድማ ድምረት ንብሎ ኢንተርሴክሽን ድምረት ሕራይ ድምረት ኢንተርሰክሽን ቀፂልና እዚኣ መሃሪ ክንጥቀመላ ኢና እዚኣ ንሪኣ ዘለና መስመር ድማ ለዋይ መስመር እያ ለዋይ መስመር ለዋይ መስመር ከርቭ ላይን እዩ ዝበሃል ኦኬ ከርቭ ላይን ቀፂለ ድማ እንታይ ክንርኢ ኢና ፓራለል ላይንስ እዚአን እንታይ እየን ፓራለል ላይንስ ሶ ፓራለል ላይንስ እንታይ ይበሃል ፀረታ ፀረታ ማለት ፓራለል ማለት እዩ ብሓፂሩ ፓራለል ደራኸቡ መስመራት ጎኒ ንጎኒ ዝኸዱ ማለት እዩ ጎኒ ንጎኒ ከይዶም ደራኸቡ እዚኣቶም ይራኸቡ ኣለዉ ኢንተርሴክሽን ይፈጥሩ ኣለዉ እ ኣብዚ ጃንክሽን እዚ ድምረት ትበሃል እዚ እዚ ግን ፀረታ እዚኣቶም ዘየራኽቡ መስመራት ማለት እዩ። ኣብዚኣ ድማ ፀረታ ቅርፂ ክንብል ከለና ፓራለል ስትራክቸር ፓራለል ስትራክቸር ከም ምንታይ ማለት እዩ? ኣብዚኣ ንእሽተይ ከዘኻኽረኩም ፀረታ ቅርፂ ክብል ከለኹ ፓራለል ስትራክቸር ንኣብነት ከም በዓል ሓዲድ ናይ ባቡር እቲ ሓዲድ ናይ ምድሪ ጎኒ ንጎኒ እዩ ዝኸይድ ኣይራኸብን እዩ። ኣይራኽቡን እዮም ክልቲኦም ማዕረ እዮም ዝኸዱ ምክንያቱ እቲ ኣእጋር ናይታ እቲ ጎማ ዋላ እግሪ ንበሎ ናይታ ባቡር ኣይቅይርን እዩ ማለት ሲ ኣይርሕቕን ኣይቀርብን እዮም ሓደ ፊክስድ ዝኾነ ዲስታንስ እዩ ዘለዎ ስለዚ ክትጓዓዝ ከላ ክልቲኤን ተን ሓዲድ ሓደ ዓይነት ርሕቀት ኣለወን ፈፂመን ኣይረኸባን እየን እዚ ከምዚ ፀረታ ቅርፂ ፓራለል ስትራክቸር ይበሃል ፀረታ መስመራት ክንብል ከለና ድማ ፓራለል ላይንስ ፀረታ መስመራት ፓራለል ላይንስ እዘን ንሪኤን ዘለና ኣብዚ ቀይሕ ገይረ ምስ ኣሮ ኣብዚ ኣምፅኤን ዘለኹ ብምሉአን ነንሕድሕደን እንታይ እየን ፀረታ መስመራት ማለት እዩ ፓራለል ላይንስ እየን እዚኣ ምስ እዚኣ ፓራለል እያ እዚኣ ምስ እዚኣ ኣብዚ ዘላ ፓራለል ኩለን ፓራለልስ እየን ኦኬ ዲስታንስ ናተን ክፈላለ ይኽእል እዩ መንጎአን ዘሎ ቦታ ግን they are parallel lines ጸረታ ጸረታ መስመራት ጸረታ መስመራት እባሃሉ ጸረታውነት ክንብል ከለና ድማ ጸረታውነት ማለት ፓራሌሊዝም ኢን እንግሊሽ ፓራሌሊዝም ጸረታውነት በሃል ኣብዚኣ ድማ ፍልይ ዝበለት ሓንቲ ነገር ክንርኢ ኢና ጩራ ብእንግሊሽ ን እንግሊሽ ሬድየስ ሰንጣቂት ዳያመተር እዚኣ እንታይ ኢለኩም እዛ ሰርክል ብትግርኛ ዓንኬል እያ ትበሃል ዓንኬል ሶ እዚኣ ድማ እዚኣ ሬድየስ ብትግርኛ ጩራ እዚኣ እያ ሶ በዚ ገይረ ኣመልኪተ ኣለኹ እዚኣ ማለተይ እንታይ እያ ጩራ ኢዛ ብማእከል ሰንጢቃ ትሓልፍ ድማ ብማእከል ናይታ ዓንኬል ማለት እዩ ኣብ ማእከል ንክልተ ትመቕላ ክትመቕላ ከላስ ተደሊኻ በዚ ክትመቕላ ትኽእል ኢኻ ተደሊኻ በዚ ክትመቕላ ትኽእል ኢኻ ብዝመረፅካዮ ግን በየን ክትሓልፍ ኣለዋ በታ ነጥቢ ኣብ ማእከል ዘላ እታ ሰንተር ማእከል ብኣ ክትሓልፍ ክትክእል ኣለዋ እታ ሕንፃፅ እሳ ድማ እንታይ ትበሃል ዳያመተር ትበሃል ዳያመተር እዚኣ ዳያመተር ከምኡ ድማ ስፍሓት ክንብል ከለና ስፍሓት ክንብል ከለና ኤርያ ብእንግሊሽ ስፍሓት ክንብል ከለና ኣብ ውሽጢ ዘሎ ኣየናይ እዩ ስፍሓት ክብል ከለኹ ንኣብነት ናይዛ ዓንኬል እዚ ኣብ ውሽጢ ዘሎ ቦታ ሒዝዎ ዘሎ ዓቐን ማለት እዩ እዚ እዚ ኩሉ ስፍሓት ንኣብነት እታ ሰርክል ዓባይቲ ኮይና ሲ እቲ ስፍሓታ ዓቢ እዩ። እንተ እታ እታ ዓንኬል ንእሽተይ ኮይና ድማ ስፍሓታ ንእሽተይ ይኸውን። ሓቀይ? ዋላ እቲ ዙርያ ከማን። እዚ ዙርያ እዚ እዚ ዙርያ ናይዚ ዓንኬል እዚኣ ሲርካምፈረንስ እዩ ዝበሃል። እዚ ሲርካምፈረንስ ከኣ ከምኡ ንእሽተይ ተኮይና እቲ ሲርካምፈረንስ ንእሽተይ እዩ ማለት እዩ። እንተ ደኣ ዓብዪ ኮይኑ ድማ ከምቲ ሳይዙ ማለት እዩ ከም ዕቤቱ። ስለዚ እዚኣ ክንዝክራ እዚኣ እንታይ ትበሃል ኢለኩም? ዓንኬል እቲ ኣብ ውሽጣ ብቱ ዳይመንሽንስ ተርእናዮ ማለት እዩ እዚ ኣብዚ ዘሎ ኤርያ እዚ ስፍሓት ይበሃል ስፍሓት ብትግርኛ ሲርከንፈረንስ ኦረዲ ንእግረ መገዲ ገሊፀልኩም ኣለኹ ዙርያ ዓንኬል ዙርያ ዓንኬል እዚ ዙርያ እዚ ንኣብነት ካብዛ ነጥቢ እዚኣ ተበጊሰ ኮሊለ ከምዚ ኢለ ተመሊሰ መፀ እዚ እንተ ደዓ ዓቂነዮ እዚ ሕንፃፅ እዚ ንሱ እቲ ዙርያ ዓንኬል እዩ ዙርያ ናይቲ ዓንኬል እዩ ፐሪሜተር ክንብል ከለና ተመሳሳሊኡ ግን እንታይ ዝፈላለዮ እዚ ሲርከምፈረንስ ክብል ከለኹ ንዓንኬል ንሰርክል እዩ ዝምልከት ዙርያ ክንብል ከለና ግን ፐሪሜተር ዋላ ስሉስ ኩርናዕ ርቡዕ ኩርናዕ ዝኾነ ዓይነት ጂኦሜትሪ እንታይ ዝበሃል ዝኾነ ዕፁ ማለት እዩ ክሎዝድ ዝኾነ ናቱ ዙርያ እዩ ፔሪሜተር ንብሎ ብእንግሊሽ ኦኬ መስመር ክንብል ከለና ድማ ላይን ብእንግሊሽ መስመር ማለት እንታይ እዩ ብክልቲኡ ጫፉ ክቕፅል ዝኽእል ማለት እዩ ኣሮው ዘሎ እዚ መስመር ንብሎ ሕንፃፅ ድማ ላይን ሰግመንት ይበሃል ሕንፃፅ እዚ ማለት እዩ ሕንፃፅ ሕንፃፅ ብክልቲኡ ቀፃሊ ዘይኮነ ማለት እዩ ቅጥረት ክንብል ከለና ድማ ቅጥረት እዚያ ማለት እያ ቅጥረት እዚ እዩ ቅጥረት ኮርድ ይበሃል ብእንግሊሽ ቅጥረት ኮርድ ኣይ ሆፕ ገለ ቮካብላሪ ተማሂርኩም ክትኮኑ ተስፋ ገብር ብዝተረፈ ቪድዮና ኣብ ዝወዲእና ኣለና ሰሰናዩ ጠጥዑሙ ንዓኻትኩም ይኹን ሲዩ ኦን ማይ ኔክስት ቪድዮ